ድምፂ ኣሰና እዚ ካብ ከተማ ለንደን ዝመሓላለፍ ድምፅኹም ድምፂ ኣሰና እዩ ነቒሉ ጎቦዝ ነቒሉ

ሰላም ኩቡራት ተኸታተልቲ ድምፂ ሰና ከመይ ትውዕሉ? ኣብ ናይ ሎሚ ቀዳም ሸውዓተ ሓምለ መደብና ፈለማ መስዋእቲ ዋጋ ሰላም ዘርእስቱ ብመምህር ኣማንኤል ሳህለ ዝቐረበ ጽሑፍ ቀጺልና ድማ ጸጋ ሓርነትን ፍትሕን ካብ ኣተሓሳስባ እዩ ዝውለድ ዘርእስቱ ብኣቶ ዕቑባይ ገብረ መድህን ዝቐረበ ርእይቶ ከነቕርበልኩም ኢና። ሰናይ ምክትታል ርሑስ ቀዳመ ሰንበት ይግበረልኩም።

ከምቲ ወረ ውግእ ኣብ ሰባት ስግኣትን ሽበራን ዝፈጥር፣ ወረ ሰላም ድማ ብእኡ መጠን ኣብ ገሊኡ ኩነታት ስግኣትን ጥርጠራን ይፈጥር እዩ። ብመሰረቱ ክልቲኡ ክስተታት ኣብ ሓድሽን ዘይትፈልጦን ኩነታት ስለ ዘእትወካ፣ ናይ ክልቲኡ መወዳእታ'ውን ኣረጋጊጽካ ክትፈልጦ ስለ ዘይትኽእል፣ እቲ ስግኣት ኩሉ ግዜ ኣብ ቦትኡ እዩ። ርሑስ ቀብሪ ኣሎ ተካል መርዓ ኣሎ ዝበሉ እኮ ካብ ባዶ ተላዒሎም ኣይኮኑን። ጊንጥነት ነገራት ስለ ዝተዓዘቡ እዮም። ይኹን እምበር እቲ ሰላም ተቐልቂሉ ወይ ወረ ሰላም ይነፍስ ኣሎ ብምባል ዝሰግእ ሰብ መብዛሕትኡ ግዜ ሰላም ጸሊኡ ዘይኮነስ ነቲ ሰላም ብብዙሕ መንገዲ ስለ ዝጥምቶ እዩ። በየን መጺኡ? መን ኣምጺእዎ? ስለምንታይ ኣብዚ እዋንዚ? ብፍላይ ብሃንደበት ዝቃላሕ ወረ ሰላም ኣብ ጥርጠራ የእትወካ እዩ። እቲ ሰላም ዝበሃል ዘሎ ነቲ ዝሓለፈ ቅርሕንትታትን ቅሬታታትን ብሙሉኡ ይስርዞ ድዩ ወይስ ንገሊኡ ፈኸም ንኽብል ሸለል ይብሎ እዩ ወይ እውን ጎስይዎ ይሓልፍ እዩ። ፈሓም ኣብ ፈርኔሎ እናኺስካ፣ መግብኻ ምስ ሰራሕካን ኩሉ ምስ ወዳእካን ነቲ ዝቕህም ጓህሪ ሒዙ ዘሎ ፋርኔሎኻ ኣብ ሓደ ቦታ ኢኻ እትውግኖ። ግን ብገለ ምኽንያት ተነኺሱ ገለ ከየባርዓልካ ድማ ማይ ትንብንበሉ ኢኻ። ፈጺሙ ከም ዝጠፍአ ኣረጋጊጽካ ኢኻ ልብኻ ኣውዲቕካ ካብ ገዛኻ እትወጽእ። ገለ ዘይጠፍኣ ጓህሪ ምስ ዝተርፍ ግን ከም ብሓድሽ ክናኸስ ዘለዎ ዕድል ብዙሕ ስለ ዝኾነ ነቲ ብኽንደይ ዕዳን ዕንዲዳን ዘስራሕካዮ ገዛኻ እውን ሒዝዎ ክኸይድ ይኽእል እዩ። እቲ ፍኸም ክብል ተኽእሎ ዘለዎ ፈሓም ንሱ እዩ ጸኒሑ ነገር ዝፈጥር። ኣብ ልቡ ሰላም ዘይብሉ ሰብ ሰላም ክፈጥር ኣይክእልን። ከመይሲ ኩሉ ክፍኣት ይኹን ሰናይ ነገር ካብ ምልኣት ልቢ እዩ ዝነቅል። ሰላም ብውዕላት ንግድን ቁጠባን ዲፕሎማስን ብምትዕርራይ ዶባትን ጥራይ ክረጋገጽ ኣይከኣልን። ከም መበገሲ ግን ክውሰድ ይኽእል እዩ፣ እቲ ምኽንያት መበገሲ ጥዑይ ምስ ዝኸውን። ንእዋኑ ነቲ ዝደለኻዮ ንምርካብ ኢልካ ብሓደ ኢድካ ካራ ሓቢእካ፣ በቲ ሓንቲ ሰላም ብምባል ምስቲ ጸላኢኻ ናይ ዕርቂ ጸወታ ከተካይድ ትኽእል ኢኻ። እቲ እትዕረቖ ዘለኻ ሰብ እውን ዝጥርጥረካ እንተኾይኑ ብወገኑ ተመሳሳሊ ስልትን ዕላማን ክህልዎ ይኽእል እዩ። ከምዚ ክበሃል ከሎ እቲ ሰላም ከም መጋበሪ ማለት Means to an End እምበር ከም ዕላማ ማለት Aim ከምዘይተወስደ የረደኣካ። ክልተ ጎሓላሉስ ሓሙኽሽቲ ስንቆም እኮ ተባሂሉ እዩ። ሰላም ምስ መን ምስ ኩሉ፣ መኣስ፣ ኣብ ኩሉ እዋን። ኣብ ቅንዕና እተሞርኮሰ ሰላም ሰብን ግዜን ቦታን ኣይፈልን እዩ። ኩሉ ናይ ሰላም ውዕላትን ስምምዓትን ምርድዳእን ኣብ ሓደ ግዜ ዝካየድ እኳ እንተዘይኮነ፣ መዓልቲ ወይ ቦታ ከይፈለኻ ናይ ሰላም ምልክታት ምርኣይ ግን ናይ ጽሩይ ልብን ናይ ቅኑዕ ዕላማን ነጸብራቕ እዩ። ብኻልእ ወገን ድማ ምስቲ ከም ቀንዲ ደመኛኻ እትቖጽሮ መባእስትኻ ገዲፍካ፣ ምስ ሓዉ ወይ ምስ ሓፍቱ ወይ ምስ ሓማቱ ክትተዓረቕ ምፍታንን ፋይዳ የብሉን። ኣርማድዮ ሓዊ ክነድድ ከሎ፣ ነቲ ኣርማድዮ ገዲፍካ ነቲ ኮመዲኖ ማይ ክትጭንጉዓሉ ምውዓል ውጽኢት ክህልዎ ኣይክእልን። እቲ ዝቃጸል ዘሎ ኣርማድዮ ብኣግኡ እንተድኣ ዘይጠፊኡ፣ ነቲ ገዛ እውን ለኪምዎ ክኸይድ ይኽእል እዩ። ምባኣስ ዘይኮነ ድፍረት ዘድልዮስ ምትዕራቕ እዩ ዝያዳ ድፍረትን ትብዓትን ቆራጽነትን ዘድልዮ። ከምታ ኣብ ኲናት ኣንጻር መዳፍዕን ታንክታትን ናፓልማትን ብትብዓትን ቆራጽነትን እትቃለስ፣ ኣብ ምትዕራቕ ድማ ምስ ትዕቢትካን ኣንነትካን ኮንቶ ሕልምኻን ሓደ ሓደ ግዜ'ውን ምስቲ ሽጣራኻ ምቅላስ ኣዝዩ ኣገዳሲ እዩ። ኣብ ግዜ ሰላምን ኣብ ግዜ ኹናትን እተን ኣብ ከባቢኻ ዘለዋ ሃገራት ገሊኤን ካብቲ ሰላምካ ክረብሓ ከለዋ ገሊኤን ግን ካብቲ ነውጽታትካን ወጥርታትካን ክጥቀማ ይደልያ እየን። ገለ ሃገራት ብናትካ ሰላም ክረብሓ ዘይክእላ ኣለዋ። ካብ ጸገማትካ ግን ብዙሕ ክኸስባን ክብልጽጋን ይኽእላ። ነቲ ናትካ ሰላም ኣብ ናይ ገዛእ ርእሰን ቁጠባዊ ምዕባለን ስትራተጂያዊ ረብሓን ከውዕልኦ ዝደልያ ከኣ ኣለዋ። ከምዚ ምግባረን ጽቡቕ እኳ እንተኾነ፣ ሓደ መዓልቲ እቲ ረብሐኣን ብገለ መንገዲ ምስ ዝጎድለን ናትካ ህውከትን ነውጽን ሃረር ዝብላን ዝጽበያን ክኾና እውን ይኽእላ እየን። ዓለም ከም ልጓም ዘይብሉ ፈረስ ትሕምብጥ ኣብ ዘላትሉ ግዜ እዋን፣ እቲ ጂኦፖለቲካዊ ሚዛናታ እውን ምስኡ ይገላበጥ ብምህላዉ፣ ዝኾነ ነገር ከጋጥም ከም ዝኽእል ክንዝንግዕ ኣይግባእን። ንኹሉ ተዳሊኻ ምጽናሕ። ባዕዳውያን ገዛእቲ ኤውሮጳ፣ ኣብ ግዜ ምድምዳም ኮሊንያሊዝም፣ ነተን ዝገዝእወን ዝነበሩ ሃገራት ገዲፎምወን ክወጹ ከለዉ፣ ነቲ ዶባት ንኣታቶም ብምቹእ መንገዲ እዮም ጠፋጢፎምዎ ዝወጹ። ከም ህያብ ድማ ነቲ ሃገር ተዛማዲ ሰላም ኣበርኪቶምሉ እዮም ዝኸዱ። ግን እቲ ዶባት ንኣታቶምን ንስትራቴጂያዊ ረብሓታቶምን እምበር፣ ነተን ዝገደፍወን ሃገራት ዘርብሕ ስለ ዘይነበረ፣ ገና መራኽቦም ገይሮም ናብ ዓዳቶም ከይኣተዉ ከለዉ እቲ ምሕንጻጽ ዶባት ዝበደሎ ናይ ቀቢላውን ዓሌታውን ሃይማኖታውን ሕቶን ቅርሕንትን ፈኸም ክብል ጀሚሩ። እቲ ኣብ ኣርብዓታት ኣብ መንጎ ህንድን ፓኪስታንን እተኻየደ ኣብ ሃይማኖት እተሰረተ ደማዊ ኲናት ማለት ህልቂት ከም ኣብነት ክቐርብ ይኽእል። ናይ እስራኤልን ፓለስቲያንን ኩነታት እውን ካብዚ ዝፍለ ኣይኮነን። ኣብ ሓምሳታት እውን መንግስቲ ኣሜሪካ ንስትራቴጂያዊ ረብሓኣ ንኽትብል ነቲ ሰላም ከምጽእ ተባሂሉ ብሕቡራት መንግስታት ዝተወስደ ናይ ፈደረሽን ውሳነ ከም ዝጸድቕ ገይራ እያ። በዚ ከኣ ናይታ ሃገርና ንልዕሊ ሰላሳ ዓመታት ዝቐጸለ ሞትን ብርሰትን ጥፍኣትን ህልቂትን ቀንዲ ተጸዋዒት እያ። ከምዚ ብምግባራ ክትክሰስ ይግብኣ ነይሩ። ምስ ደገዝማቲ መን ተሞጓቲ ብምዃኑ ግን ዓገብ ዝበላ የልቦን። ግን ሕጂውን ወዲ ድሙስ ነይገድፍ ግብረ እሙ እዩ እሞ ምጥንቃቕ ከድሊ እዩ። ኣብ ገዛኻ ሰላም ዘየልቦ ናብ እንዳ ኣማትካ ኬድካ ሰላም ከተቐብል ወይ ክትቀባበል ኣይከኣልን። ኣበይ ምስ ፈለጥካያ ደኣዩ ሰላም ተጎዝጒዝካ ናብዝን ናብትን ወዘኽዘኽ ትብል ዘሎኻ። መጀመርታ ኣብ ገዛኻ ሰላምን ቅሳነትን ምትእምማንን ትፈጥር እሞ ብድሕሪኡ ምስቲ ጎረቤትካ ብዛዕባ ሰላም ከተዕልል ትኽእል። እታ ቆጽልውሊዕ ሰላም ሒዛ እትነፍር ርግቢት ነቶም ኣብያተ ማእሰርቲ ኤርትራ ዝማስኑ ዘለዉ ብኣሽሓት ዝቑጸሩ እሱራት እንተ ትርእዮም ነይራ ነቲ ቆጽሊ ደርብያቶ ምተመልሰት ነይራ። ወይ እውን ፈጺማ መኒና ናብ ደብረ ቢዘን ምተዓቝበት ነይራ። ብተወሳኺ ምስቲ ሰላም እንታይ ምዃኑ ዘይፈልጥ ሰብ ብዛዕባ ሰላም ምዝራብ ነቲ ዝርካቡ መዓርጉ ክብ ተብሎሉ ኣለኻ ማለት እዩ። ናይ ሰሜን ኮርያ መራሒ ኪም ዮንግ ብዛዕባ ናይ ዞባ ኮርያ ሰላም ምስ ትራምፕ ምዝርራቡ ጠቒምዎ እዩ። ናይ ሰላም ሰብ ዘይኮነ ከሎስ ናይ ሰላም ሰብ መሲሉ ኣብ መላእ ዓለም ተቓሊሑሉ። ኣብ ገዝኡ ግን ሰላም የብሉን እንተሎ ውን ናይ መቃብር ሰላም እዩ ኣብ ሃገሩ ኣብ ፈቆዶ ሕቡእ ጎዳጉድን ገላርያታትን ግን ተኾዲመን መዓልተን ዝጽበያ ኒኩለራውያን ቦምባታት ወይ ውን ሮኬታት ኣዲኤን ትቁጸረን ናይዛ ዓለም ዘገርም ግን ባዕላ ኣሜሪካ ኩሉ ዓይነት ንወዲ ሰብ ዘጽንት መሳርያታት ኮሚራቶ ከላ ንካልኦት ከይትሓቱ ኢላ ምፍርራሃ እዩ ኣብዚ ከምዚ ዝበለ ዓለም ከኣዩ፣ እንትርፎ እቲ ኣብ በይነኣዊ ረብሓን በይነኣዊ ጸጥታን እተመርኮሰ ሰላም፣ ናይ ሓቅን ዘላቕን ሰላም ክህሉ ዘይክእል፣ ንክህሉውን ተስፋ ዘይብሉ። ሰላም ናይ ወዲ ሰብ ተፈጥሮኣዊ ባህርይ ኣይኮነን። ኣንጻር እንስሳዊ ባህርያትካ ተቓሊስካ እዩ ዝርከብ። ወዲ ሰብ ከም ፍጡር፣ ኣብ ምትኹታኹን ኣብ ምቅላስን ኣብ ምዕብላልን ምግባትን ዝዘንበለ ባህርያት እዩ ዘለዎ። እዚ ባህሪ እዚ ከኣ እዩ ምስ እንስሳታት ሓደ ዝገብሮ ማለት ሳርቪቫል ኦፍ ዘ ፊተስት። ኣብ ዓለም ንኽነብር እውን ነዚ ባህርያት እዚ ከንጸባርቆ ኣማራጺ ዘይብሉ ጉዳይ እዩ። ካብዚ ለመንታዊ ዝኾነ ማለት ረፒትላይን ባህርያት ንኽላቐቕ ግን ምስ ኣንነቱን መሰረታዊ ደመ ነፍሱን ክቃለስ ግድን እዩ። እቲ ካብ ኩሉ ዘገርም ግን ብናተይ ኣረኣእያ ዝኾነ ዓይነት ናይ ወዲ ሰብ ማሕበራውን ቁጠባውን ፖለቲካውን ተቕዋማት ወይ ቅርጽታት፣ ብገለ ሸነኽሲ በቲ ናይ ወዲ ሰብ መሰረታዊ ደመነፍሳዊ ባህርያት እተበከለ እዩ ዚመስል ኪበሃል ይከኣል። እዚ ብከላ እዚ ኸኣ እዩ ንዅሉ ማሕበራዊ ወይ መንግስታዊ ስርዓት ብዘይ ኣፈላላይ ብኩል፣ ማለት ኢንፌክትድ፣ ዚገብሮ። ካብዚ ብምብጋስ፣ ዝዀነ ናይ ሰላም ተበግሶ፣ ኣብቲ ናይ ወዲ ሰብ መሰረታዊ ደመነፍሳዊ ባህርያት እተመርኰሰ ኣበራት፣ ማለት ዲፌክትስ፣ ስለ ዘለዎ፣ እቲ ሰላም ከምጽእ ዝደሊ ሰብ፣ ካብ ኩሉ ሓላፊ ርብሓታትን በይናኣዊ መኽሰባትን፣ ናይ ስልጣን ህርፋንን ግዝያዊ ዝናን፣ ሕቡእ ኣጀንዳን፣ ነጻ ንምዃን ምስ ነብሱ ቡርቱዕ ቃልሲ ከካይድ ይግባእ። ሰላም ንምብጋሳ ቀሊል እዩ፣ ንምዕቃባ ግን ካብ ብረታዊ ኩናት ዝልዓለ ናይ ኣንነትን ትዕቢትን፣ ኮንቱ ረብሓን ዝናን መስዋእቲ ከምዘድልያ ክንግንዘብ ይግባእ።

ድምፂ ህዝበይ ይስማዕ ኣሎ ለምፁፋት ይጠርዕ ኣሎ ወገን ወገን ወገን ወገን ይደልዩ ረዳኢ የቐንየልና ክቡራት ተኸታተልቲ ድምፂ ሰና ምክትታልኩም እናመስገና ኣብዚ ሓድሽ ዩቱብ ቻነል ኣሰና ኒውስ እውን ሳብስክራይብ ክትገብሩ ደጊምና ነዘኻኽረኩም ብሩኽ ምሸት ኣለኹ በሎ ኣጆኻ በሎ